ዛንታ እምባየ ኢና ነውግዕ ዘለና ኣብዛ ብብዙሕ ማዕበላት ድምፂ ዝተመልአት ዓለም ነቶም ዝን ዝብሉ ሓሳባት ዝተኸወሉ ድምፅታት ዘይንሰምዖም ድምፅታት ሎሚ እውን ክስምዑ እዮም ኣብ ውሽጢ ሓደ እምባየ ዝበሃል ሰብኣይ ዝነብር ድምፂ ሓደ ሰብ ክንሰምዕ ኢና ዝበልናኩም ሎማዓንቲ እውን ክንቅፅለሉ እቲ ኣብ ውሽጢ እምባየ ዝበሃል ሰብኣይ ሕልና ዝግበር ጉዕዞ ቀፂሉ ኣሎ እምባየ ህይወቶም ሙሉእ ምስ ባዕሎም ዝዛረቡ በዓል ፀጋ ዕድመ ምዃኖም ነጊርናኩም ኢና ናይ ነፍሲ ወከፍ ሰብ ነፀብራቕ ህይወት እዩ እሞ ክተከታተልዎም ሎሚ እውን ንዕድም። ናይ ሎሚ ዛንታ እምባየ ጸበል ዝብል ርእሲ እዩ ዘለዎ። ክንቅጽል። እምባየ ኣቤት! ሎማዓንቲ ጸበል እዩ ስዋ ገለ ትጠዓዓም ዲኻ? ዋ ጸበልማ ጸበል እንድዮ ታማ ክንገብር ንጠዓዓም እምበር ኣይሰትን ኢልካ ዶ ቃል ኣቲኻ ኣብ ዝሓለፈ ሓቀይ ኣነ ኣይሰትን ኣይወፅንን እምባየ እንታይ እማ ኢልካ ኣይሰክርን እየ ዝበልኩ እሞ እኮ ሓደ እዩ እምባየ እንተሰቲኻ እኮ ትሰክር ኣለኻ ናኖ ሕዚ እንተሰሚዕኻኒ ክጠዓዕም እየ ዝበልኩ ዘረባ ኣይተላግዕ። እምባየ ምስ ባዕሎም ባእሲ ጀመሩ። ሽሞ ክንደይ ኢኻ ተጠዓዕም እምባየ? ዋእ ከከም ስውእ እኮ እዩ። ዋእ ክንደይ ሰብ ዲኻ ስኻ? ዘይፀውዐኒ ሰብ ምቑፃር ይሓይሽ ብዙሕ ኣብ ብዙሕ ፀበል እየ ተፀዊዐ ዘለኹ እሞ ናብ መን እዮም ክትኸይድ ኢኻ እየ ዝብለካ ዘለኹ ከባፅሕ እማ ክምኩር እየ ፀበል ፀዊዕካ ሰውዶ ይትረፍ ኮይኑ እዚ እኮ ናይ ወለድና ዝፀንሐ ባህሊ እዩ ናብ ኩሎም ክኸድ ክምኩር እየ እምባየ ኣቤት ናብ ኩሉ እንተዘይርካማ ክትሰክር ኢኻ ይጥዕም እምበር ኣይሰትን ኮ ኢለካ መስለኒ ንኣብነት ሓንቲ ሓንቲ ዋንጫ ትሰቲ ኣብ ብብገዝኡ ንበል እሺ እሞ ካብኡ ትሓልፍ ዲኻ ኣይሓልፍን ግን ሓንቲ ሓንቲ ስዋ ኮ በዚሑ ከስከረካ እዩ ግደፎ ግደፎ ግደፎ ናይ ሎሚ ሰዋ እሞ እንታይ ከይገብረኒ እዩ እንታይ ኮይኑ እዩ ናይ ሎሚ ሰዋ ዘየሰክር ኮይኑ ድዩ ኣየሰክርን ብለካ ኣለኹ እኮ ኣየንኡ ስዋ እዩ ካብ ከብዲ ሓሊፉ ናብ ርእሲ ድዩ ሎሚ ስዋ እኮ ሰቲኻ ከይትሰክር ዘይኮነስ ስዋ ሰቲኻ ከይከብደካ እዩ ዝበሃል ናብ ከብድካ እዩ ዝኣቲ ሰተይቲ እናሃለዉ ፀሞቕ ተሸጊርና እኒኦ በገዛ ገንዘብካ ዶ ዝስተ ትስእን እምባየ ኣንፅርፅሩ በቲ ስዋ እምባየ ቀደምከ ከመይ ነይሩ ስዋ? ዋእ ቀደም ስዋ ኣሰቲናዮ ጨሊጥናዮ። ኣታ ቀደም እኮ ብሓንቲ ስዋ ምስካር መሕፈሪ እዩ ነይሩ። ሰብኣይ እንዲኻ ኣታ ብሓንቲ ሰቲ ይበሃል ነይሩ። ዳኣ ከለ ስዋ ከለ እዩ ዝኽእሎ ይበሃል የለ ነይሩ። ኣየ እምባየ ሽዑ ስምኻ ተፀውዐ ቅድሚት እየ ዝፅዋዕ ነይረ። ዳኣ እምቤተይ ገለ ተባሂሉ እንግዶቲ ይወስድኻ እንታይ እሞ ካብ ንግሆ ጀሚርካ ትዳሎ ሎም ኣስዋ ድዩ ማይ እኮ እዩ ማይ ማይ ማይ ገረብ ምስታይ ይሓይሽ ባይ ናብ ቀደም መሊሰካ ድየ ምምላስ ጥራሕ መስለካ ኣታ ቀደም ኮሰቲና እየን ኣስዋ ሎሚ መስተይ ስዋ ብቁልቲ ዝቐርብ ብቁልቲ ድዩ ኣብ ማይ ዝተኣዝከ ዓተር ዓተር ከይብልዎስ ብቁልቲ ኣታ ሽዑ እኮ ብቁልቲ ብቁል ትበሊዕኻ እኮ ምሳሕ እዩ ድሕሪኡ ኣይትበልዕ ኣይትድረር ናይ ሎሚ ብቁልቲ ዝገደደ ከብድኻ ይሃህ ዘብል ሕማም ሕማም እምበር ብቁልቲ የኾነ ማይ ዝጠዓመ ብቁልቲ ዓተር እምበር መጫወቲ ቆልዑ እንታይ እሞ በሊዕናዮ ሰቲናዮ ስዋ ቀደም እምባየ ካብ ኣልዕልካዮስ ናይ ቀደም ፀበል ከመይ ነይሩ ኣታ ጸበል ጸበል ተበልኳ ኸ ጸበል እኮ እዩ ጸበል በዓል ከቆጺርካ ዘይውዳእ ፍሰስ ተፋሰስ ጥራይ ስዋ ይመጸልካ ትሰቲ ቁርስ ትበልዕ ሽዑ ምምጻኻ እዩ ዕልል ዝበሃል ነይሩ ሎሚ ግን እንታይ ሒዝካ መጺኻ እዩ ሰብ ኣይኮነን ዝረአ ሎሚ ናብ ገጽካ እዩ ዝርኢ ሎሚ ናብ ኢድካ ይርኢ መጀመርያ ሒዝካ እንተኾይንካ እዩ ዝስዕመካ ናይ ሎሚ መጀመርያ ዝሓዝካ እዩ ይቕበሉኻ ዋ ጥራሕ ኢድካ ተኸይድካ ገዛ ተጋጊኻ ኢኻ ኢሎም ይምልሱኻ ሎሚ ሞሊቅካ ናብ ውሽጢ ተኣቲኻ እውን ዘወሪሉ ዝርእየካ የለን ካብዚ ሓዘ ዘመድ ዝሓዘ ጓና እዩ ዝምረጥ ሎሚ ቀደም ኣታ ቀደም እኮ በሉ እምባይም ቀደም እኮ ጸበል ሰቲኻ እኮ ኣታ ሕደርባ ከይሓደርካ ኣይትኸይድን ትበሃል ሎሚ ግን ናብ ካልእ ትኸዲኻ መስለኒ ሞ ጥዕም ጥዕም ኣቢልኩም ክዱ እምበር ትበሃል ወይ ኣነ ግዜ ኣታ ቀደምስ ፀበል ነይሩ ስዋ ነይሩ ብቁልቲ ነይሩ ኣ ናይ ሎሞዶ ፀበል ይወደይ